መርሓባ የሕዋተይ ኣብ መገዲ ኮይነ እየ ሕጂ ሓንሳብ ኣትየ ዘለኹ ሼር በልዎ እሞ ሓንሳብ ድሓር መሊሰ ክኣቱ እየ መደብ ሒዝና ማለት እዩ እቲኤን መደባት ክነግረኩም እየ ኣገዳሲ እንድሕር ንዓኹም ኮይኑ ከዓ ትምለሱ ማለት እዩ ሓንቲ እዚኣ ብዙሓት ብዙሕ ግዜ ሕቶ ትመፃኒ እንታያ ብዝተፈላለየ መገዲ እንድሕር ተፋቲሕኻ ንደቅኻ ክትከፍል እንድሕር ኣለካ እዩ ያ ቀዳማይ ነገር ክንደይኻ ትኸፍል ስለምንታይ ኢኻ ትኸፍል ትሰምዑኒ ኣለኹም ዶ ሓደ ሓደ ግበሩ ኣብ ደገ እንዲ ስለ ዘለኹ ይስማዕ ኣሎ ዶ ያ ንገሊኦም ከዓ ልዕሊ ዓቕሞም ይኾኖም ብዙሕ እዩ ዝፅሕፈለይ ብዙሓት ሰባት እዮም ዝፅሕፉለይ ኡንተሃልትሳሎን ነቲኦም ደቅኻ ማለት እዩ ያ ብብዝሒ ስለ ትመፅኣኒ ክንደይ ሻብ ከዓ ኣምፅኤ ኣለኹ ግን እንድዒ እቲ ቪድዮ ስለ ዘይትርእይዎ ኣብ ክንዲ ካልእ ኣርእስቲ ትቕጽል ካልእ መሊስና ንደጋግሞ ማለት እዩ ብዝተፈላለየ መገዲ ሶ እቲ ቪድዮታት እንተትርእይዎ ብዙሕ እኳኒ ድሮ ኣብ ቪድዮታት ኣሎ ግን ደሓን መሊሰ ክደግማ እየ ጸገም የለን and then um, yeah passport uh, and passport and uh, birth certificate ካልኣይቲ ኣርእስቲ ማለት እያ ኣብኡ እኳ እሳ እኳ ሓጻር እየ ዝሕዛ ግን መሊሰ ክስታይ ክደግማ እየ ማለት እዩ ፓስፖርት ኤንድ በርስ ሰርቲፊኬት ስለ ዘይብሎም ያ ናይ መርዓ ድዩ ንካልእ ከ ንዜግነት ክሓቱ ወይ ስድራ ቤት ጥርናፈ ክገብሩ መንነት ናቶም ፍሉጥ ስለ ዘይኮነ እሱኢታት ይዕንቅፎም ከምቲ ዝርድኣኒ ኣብ ኩሉ ኣይኮኑን ክኣ ንኩሉ ዝሓቱ ግን ኣብ ያ ብዙሕ ኣብኡ ከማን ፍልልይ ኣሎ ኣብ ጀርመን ባይ ዘ ወይ ግን ድሓን እሲኢታት ያ ሓጻር እያ እሳ ትኸውን ብኣኣ ክጅምር ይኸውን እየ ሓጻር እየ ክሕዛ ንዓኣ ፐርኪ ክንደይ ቪድዮታት ናይ ሓድሽ ሕጊ ኢለ ከማን ሰሪሐ ኣለኹ ኣሶ ሕጂ ንኣብነት እዚ ብር እዚ ናይ ፓስፖርት ዶ ገለ ዝብሎ ዘለኹ ኣብቲ ፕለይ ሊስት ዩቱብ ኣቲኹም ኣውኢታት ኣረጊት ቪድዮ ረኣዩ ፕርክ እንታይ እቲ ጸገም መብዛሕቲኹም እቲኣ ናይ መወዳእታ ቪድዮ ዘእተኹዋ ጥራይ ኢኹም ትሪኡ እቲ መብዛሕቱ ኣርእስቲ ግን ኣብ ቀደም ዝተሰርሐ እዩ ሰብ ዘይረኣዮ ኣሎ መዓት ማለት እዩ ኣብኡ ተገዳስነት እንድሕር ኣለኩም ኣነ ሕጂ ሕልፍ ሕልፍ እየ ዝብለኹሉ እዚ ናይ ኡንተሃልሳሉን ከማን ቅድሚ ዓምን ቅድሚኡ ዝነበረ ዓመት መወዳእታ ከማን ዓመትን ገለን ገይሩ ኣሎ ኩሉ ናይ ኡንተሃልሳሉን እንድሕር ተፋቲሕኻ ያ ኡንተሃልሳሉን እዚ ንደቅኻ ትኸፍለሎም ካብ ሰበይትኻ ምስ ተፋታሕኻ እሱኢታት ከማን ኣምፅኤ ኣለኹ በቃ መኣስ እዩ ግዴታ ክንደይ ኢካ ትክፍል ኣብ ኣጆና ቴሌግራም ከማን ታቤላ ለጢፈልኩም ነይረ ታቤለ ማለት ክንደይ ኣበየናይ ደሞዝ ክንደይ ትከፍል ማለት እዩ ያ እዚኢታት ግን ስለ ዘይተረኣይ መሊስና ክንደጋግሞ ኢና መሊስና ክላስ ክንደግም ኢና ማለት እዩ ኣብዚ ከዓ ካልእ ከዓ እንታይ እያ ነይራ ያክ ኩንትራት ኣለንስኒ ክንድን ገረዮስኒ ክሳብ ሕጂ ክፈል ይብሉን ኣለዉ ክሳብ ሕጂ ገንዘብ ይወስዱ ኣለዉ ንዚኣ ከማን ኩሉ ግዜ እያ ትመጽኣኒ ግን ኣብዚ ከማን ክንደይ ቪድዮ ሰሪሐ ነይረ እሱ ከማን ክደግሞ እየ መሊሰ እስር እስር ከብሎ እየ እንድሕር ደሊኹም ግን ከኣ ብቀንዲ እቲ ቀንዲ ኦሪጂናል ቪድዮ ክትርእይዎ ይዕድመኩም ማለት እዩ ኣብ መወዳእታ ከኣኒ ግዜ እኹል ኣለዋ እዚኣ ማርታ በጃኹም ኩላትኩም ፈትሽዎ እሞኒ ኣብቲ ናተይ መወዳእታ ቪድዮ ዝለጠፍክዋ ሓቂ ሓይሽ ኣነ ከምኡታት ኣይፈትውን እንዴ ግን ሰብ እንድሕር ተንኪፍካ ከኣ ዝትንከፍ ሰብ ከኣ ዝትንክፈኒ ሰብ ከኣ ይፈትውን እየ ዝትንክፎ ሰብ ከኣ የብለይን ኣብዚ ብሓጺሩ ኣሎራ እዚኣ ቆልዓ ነገር ደልያ ተንኪፋትኒ ኣብኡ ለጥፈዮ ኣለኹ እዚ ከዓ ሸለላ የብሎን ኣነ ሓቂ ሓይሽ ሶሻል ሜድያ እሞ ደሓንዶ ገለዶ ናይን ኤርትራውያን ኢና ንእሽተይ ኮሚኒቲ ኢና እኳ እንድሕር ሓሲብካዮ ኣሎራ ወይ ንከባበር ወይ ክስታይ ምቻለ ወይ ድማ ክብሪ ዘይፈልጥ ከዓ ብሕጊ ክርከብ እዩ ተረዲኹምኒ ስለዚ እዚኣ ቆልዓ እዚኣ ከዓ በጃኹም ኩላትኩም ኣብዚኣ ዘለኹም ብውሽጢ ፅሒፍኩም ዓድምዋ ይኹም ኣነ ዓዲመያ ኣለኹ ብውሽጢ ከማን ዓድምዋ ይኹም ገፃ ከፊታ ብድምፃ ኣብዚ ክንሰምዓ ኢና ንደሊ ክንደይ መልእኽቲ መጺእኒ ኣሎ ካብ ካልኦት ንኹላቶም ኤርትራውያን እያ ከምኡ ት- ንብዙሓት ኤርትራውያን እያ ደድሕሮም ኮይዳ ትጸርፍ እ፣ እዚኣ ቆልዓ ወዲ ድዩ ጓል ኣይተፈለጠን ኣሎ እዚ ከኣ ጠጦ ክነብሎ እንድሕር ኮይና ከምዚ ጌርና ኢና ክነጽርዮም ዘለና እ፣ መን ይፈልጥ ክንደይ ፕሮፋይል ከም ዘለዋ እዚኣ ግን ክንፈልጣ ደሊና ኣለና በርከ ሎሚ ንኮ ዝ- ኣብኡ ዝሓደገትለይ እ፣ ቀሊል ነገር ኣይኮነን እ፣ ደሓን እዝን እዝን ክብል ከማን ኣይደልን እየ ኣይግበኣንን እዩ ንማንም ሰብ ኣይግበኦን እዩ ኣይትፈጥንን እያ ኣይትጥይቕንን እያ እዚኣ ከዓ ክብለኩም ይደሊ ማርታ ኣብቲ መወዳእታ ቪድዮ ገረያ ዘለኹ ፈትሽዋ ብውሽጢ ፀሓፉላ ብክብረት እንድሕር ትመፅ ደልያ መርሓባ ኩሉ ሓሶት እወ እወ ኖ እንታይ ድዩ መሲልካ ኖ ኖ ኖ ኖ ኖ እንታይ ድዩ መሲልካ ኣነ ሓቂ ሓይሽ ነዊሕ እንደ ገረ ብዚ ሶሻል ሚድያ ኣነ ከዓ ኣይፈልጦን እዩ ከምኢታት ከዓ ማንም ምንም ክስታ የብለይን እንታይ ዝበሃል ተመክሮ የብለይን ሓቂ ሓይሽ ኣሰንቢድኒ እንድዩ ካብ መጀመርያ እዮም ገሊኦም ክዕንቅፉኻ ዝፍትኑ ንፅቡቕ ኢልካ ዝመፃኻ ከማን ገሊኦም ዝሓገዝካዮም ተገልቢጦም ይፀርፉኻ እዚኢታት ኣይቅበሎን እየ ኣነ ብከሙ ከኣነ ብውሽጢ ኣይትጽሓፉለይ ዝብለኩም ፕርከ ካብ ርሑቅ እዩ ክብረት በቃ ካብ ርሑቅ ንካባበር ወላ ሓደ ከኣኒ ክስታይ የብልናን ምሽ ኣለኩም ከምዚ በቲ ኮመንት ሴክሽን ሕቶ ዘለዎ ኣብኡ ይሓትት ካልእ ሰብ ይምልሰሉ ግዴታ ኣነ ኣይኮንኩን ዝምልሰልኩም እዚ ብዘይ ምክንያት ኣይኮንኩን ቀይረዮ ተረዲኹምኒ ክንደይ ኤክሳምፕል ኣለኒ ነቲኦም ጽቡቅ ዝገበርካሎም እሳቶም ይገዱካ እዚኣ ከማን ካብኦም ኮይና ኣይትተርፍን እያ እየ ዝብላ ወይ መን ይፈልጥ ትፈልጠኒ ከኣ ትኸውን ናይ ብሓቂ ግን ኣይመስለንን ግን ሓጊዝያ ይኸውን ቅድሚ ሕጂ እዚ ኣነ ከኣ ስኢታት እየ ክፈልጥ ደልየ ብምንታይ መገዲኣ ክሳብ ክንዲ ዝጸሊኣትኒ ድማ ኣይትፈልጠኒ ኣይትጥይቀኒ ሓፍ ዘይብል ጸርፊ ኣብ ኮመንት ሓድገለይ ካልእ ከዓ ሕጂ ሕጂ ኣጋጣሚ ናታ ልኡኽት እዩ መን እዩ ሓደ ከዓ ከምኡ ፅሒፍለይ ኣሎ ኣብ ሓደ ክልተ ቪድዮ ግን ድሓን ንዕኡ ግዚኡ ኣለዎ ናቱ ከዓ መዓልቲ ክትመፅኣ ናታ ንወድእ እሞ ሎሚ ነኔ ከምኡ ጌርና ክነፅርዮም ኣለና ብርክ ኩሉ ግዜ ዝለመደቶ እያ ትመስል ብርክ ሕጂ ኢላትኒ ድሓን ድሓን ይቕሬታ ክሳብ ክንዲዚ ዝሕርቕክ ኣይመሰለንን ኢላትኒ ዋ እንታይ መዓር ዲኺ ለኺኽኒ ዘይሕርቐኒ ይቕሬታ ኢላትኒ እያ ባይ ዘ ወይ ኣነ ግን ክሪኣ እያ ደልየ ኣለኹ እዚ ስቕ ኢልካ ድላይካ ዓኽ ጡፍ ኢልካሉ ንሰብ ይቕሬታ ኢላትኒ እያ ብውሽጠይ ዳሕ- ብውሽጢ ድሓን ር- ረስዕዮ ክሳብ ክንድዚ ዘሕርቐኪ ይመሰለኒ እንታይ ደኣ ክሕጉሰኒ ዝጸረፍክኒ እንታይ ዲኺ ጸሪፍክኒ ዋ እሱስ እ፣ ደ- ፈሪሓ ኣላ ድሓን ፈሪሓ ኣላ እ፣ ስነ ስርዓት ጌርኪ ትመጺ እም፣ እ፣ ኣብዚኣ ካመራ ከፊትኪ በቃ ገጽኪ ክንሪኦ ደሊና ኣለና ድምጽኺ ክንሰምዖ ደሊና ኣለና ወዲ ዲኻ ጓል ካልእ ወላ ሓደ ቅድሚኡ ብኣካል ክራኸበኪ እየ ደልየ ደሓን ክመጻኪ ኣድራሻኺ ስደድለይ ዶ ገለ ኢላትኒ ኣህ ነ ኪንዳጋርትን ደሓን ኪንዳጋርትን እዩ እዚ ከማን ስቂልካ ግዜ መጥፍኡ እዩ ኤነርጂ መጥፍኡ እዩ ግን ናይ ናይ ሸለል ከኣ ክንብሎ የብልና ኣነ ከምኡ ሸለል ክብሎ ይደሊን እየ ብርከ እንታይ ዝበሃል ቬርንድ ቴን ኣንፌንገን ቬርንድ ቴን ኣንፌንገን ቨርድ ዴን ኣንፈንግን ማለት ከይጀመረ ከሎ ጠጦ ክተብሎ ኣለካ ውሕጅ ተረዲኹምኒ ከይጀመረ ከሎ ጠጦ ክተብሎ ኣለካ እወ ኖ ኖ ሸለል ክንብለን የብልናን ናይ ናይ ናይ ሸለል ዝበሃል የለን ኣብዚ ሶሻል ሜድያ እሞ ባሕሪ እዩ ገለ ዝበሃል የለን ንእሽተይ ኮሚኒቲ ኮይና ንፋለጥ ኮይና በትን በትን በትን በትን ከዓ ዝተኣሳሰርና ኢና ኣነ ከዓ ብምንታይ ክፈልጣ ደልየ ምቻለካ ክልተ ሰለስተ ፕሮፋይል ሒዞም በቲ ይፀርፉኻ በቲ ከዓ ሓገዝ ይሓቱኻ ብውሽጢ እዚ ከዓ ኣሎ እቲኦም ዝሓገዙኻዮም ከኣ ጽንሕ ኢሎም ይጸርፉኻ በቲ ናቶም መስመር እንድሕር ዘይቀጸልካ ያእ ኣየ ሓበሻ ኣየ ሓበሻ እው እዚ እዩ ኤኒወይ ግን ደሓን እንድዒ በርበረ ከኣ ኣብዚሓ ትኸውን ኣይ ዶንት ኖ ኣየ ሓበሻ ትብል ዩ ኣር ራይት ቴንክ ዩ እቲኦም ዩ ኣር ራይት ናይ እዚ ከኣ ኩላትና ማለትስ ኣነ ዝተንከፍክዋ የብለይን ወላ ሓደ ከ ኣይጸሓፍኩን ኢንቨስት ኣብ ኤርትራ ዶ ኣነ ምስ ገበርኩ ገለ ኢሉ ሓደ ጽሒፉ ሚቱ ኣነ ከማን ኢለ በቃ እሞ እንታይ እዩ እዚ ከብዳ ረጊጽዋ ኣነ ከማን ኣብ ኤርትራ እንተዝከኣል ሰላም እንተዝህሉ ኢንቨስት ምስ ገበርኩ ጥራይ ኢለ ኣብኡ ከኣ መዓት ጸርፊ ኤርትራዊት ኣይኮንክን ዶ ክንደይ ክንደይ ጸርፊ በቃ ደሓን ስለዚ ናይ ናይ ናይ ኣነ ሸልል ዝብለሉ ምክንያት የብለይን ገንዘብ ሂበ ከማን ኣብዚ ምብጻሕ ከብጽሓ እየ ወላ ሓደ ጸገም የብለይን ከምኡ ዝትንክፈን ብኣኣ ክጅምር እየ በቃ ብኣኣ ክጅምር እየ በርከ ወላ ሓደ ዘራክብ ከ ኣይነበረን ፎሎዋ ናተይ ኣይነበረት ገለይ ነበረት ስለዚ በጃኹም ብውሽጢ ጸሓፉላ ፕሊስ እወ ዶ እወ ኣብዚ ከ ኣሎ ሓደ ናታ ፎሎዋ ዲኻ ኣብዚ ከኣ ኣለኻ እስኻ you know እቲኦም ኣብዚ ከማን ጽቡቅ ዘይትጽሕፉ ብሎክ እየ ዝገብረኩም very simple very simple ሽዑ ኣብቲ ዩቲዩብ ኬትካ ትርእየኒ ሕራይ ኦኬ ኣብቲ ዩቱብ ከትካ እስከ ይቕሬታ ናይ ናይ ዓኽ ጡፍ ኢልካ ግን ከምዚ ስቕ ኢልካ ይቕሬታ ሕጂ እኳ ስለ ክትወፅእ ዘይደለየት እያ ንኩሉ ሰብ እያ ትፀርፎ ኢሎም ክንደይ ፅሒፎምለይ ኣሎ ኣብቲ ኮመንት ብውሽጢ ከዓ ክንደይ ፅሒፎምለይ ኣመላ እዩ እዚኣ ኣመላ እዩ ሕጂ ከምኡ ኣመላ ስለ ዝኾነ ከዓ ክትእረም ኣለዋ ኣባይ ጥራይ ኣይኮነትን ንኹሉ እያ ትጸርፍ ኢሎሞ ወዲ ድዩ ጓል ጥራይ ኢና ዘይፈለጥና እምበር ከምኡ እያ ኣብ ኩሉ ኩፉእ ኮመንት እያ ትሓድግ ኢሎሞ ኣሎውራ እዚኣ እንድሕር ነቲ ሰብ ጽቡቕ ዘምጽእ ዘሎ ሜስጅ ክትዕቅፍ ደልያ ንሕና ከኣ ኣይነፍቅደላን ኢና ይቕሬታ ስቕ ኢልካ ክሳብ ክንድዚ ዘሕርቐኪ እዋ እቲ ዝጸረፈትኒ እንተ ዝርድኣካ እኳ ከምኡ ዝበልካን እወ ዩቲዩብ ኣለኒ ናይ ናይን ክስታይ ኣይእቱን እያ ዩቲብ ኣለኒ እንድሕር ደሊ ከዓ ኩሉ ኣብቲ ኣ- እቲ ናታ ሊንክ ከዓ እቲ ናታ ሊንክ ኣብቲ ናተይ ፕሮፋይል ሊንክ ሓዲገልኩም ኣለኹ እወ ድኹም ሰብ እዩ ዝፃረፍ ሓቅኻ እወ ትራውማ ኣለዋ እወ ኩላትና ትራውማ ዘይብሉ የለን እኮ ኣብዚ ዓለም ዳርጋ ያ ቴንክ ዩ ፒስ ቴንክ ዩ ፒስ ቴንክ ዩ ሳሚ ኩላትኩም ጽቡቅ ትጽሕፉ ዘለኹም መን እያ ኣብቲ ፕሮፋይል ናተይ ኣብቲ ናተይ ፕሮፋይል ኣቲኹም ብዙሕ ሊንክ እንድዩ ዘለኒ እቲ ሊንክ ካልእ ከማን ፈትሽዎ በብዓይነቱ ሊንክ ኣለኩም ኣብቲ ካልእ ቪድዮ ገሊፀዮ ኣለኹ ስኢታት ያ እሱ ድሓን ኣብ ካልእ ቪድዮ ኣለኩም ኣብኡ ኣብ ታሕቲ ዋንትድ ኢለ ፅሒፈ ኣለኹ ዋንትድ ዋንትድ ማለት ከዓ ደለየ ኣለኹ በቃ ብውሽጢ ፀሓፉላ ብውሽጢ ፀሓፉላ ብክብረት መፂኺ ማይክሮፎን ከፊትኪ ካመራ ከፊትኪ ተዓዲምክለኺ በልዋ ክብ ክብረት እዚኣ እየ ክልእኸኩም መፀ ብርከ ሎም ምሸት ስኒ ዓሰርተ ግዜ ስለ ዘይኣቱ እዚኣ ግዜ ክንጥቀመላ ንዓ ኢለ መሊሰ ካልእ መዓልቲ ቆፀራ ይገብር እኒኦ ግዜ ከዓ ኣለዋ ሶ ስለዚ ንከባበር ጥራይ ክብለኩም ዝደሊ የስ ንከባበር ንከባበር እንታይ እንታይ እዩ መፂና ኣቱም ሕዋተይ ካልእ ሽግር ከይኣኸለናስ ኣብዚ ከኣ ነንሕድካ ኣይ ዶንት ኖ ኣይ ዶንት ኖ Yeah, Sammy. Thank you, Sammy ሓወይ። Yeah. Anyway ደሓን እ፣ ሕጂ ግዜኹም ከቀትለልኩም ጸሓፉላ ዋንትድ ኣላ ሺ ኢስ ዋንትድ ኣብ ክስታይ ኣላትኩም ኣብቲ እ፣ ቲክቶክ ፕሮፋይል እቲ ሊንክ ኣፈትሽዎ ዩቲዩብ ናተይ ኣብኡ ትረኽቡ ኢኹም ቴሌግራም ናተይ ኣብኡ ትረኽቡ ኢኹም ፌስቡክ እኳ ኣውፀዮ ኣለኹ ብዙሓት እንዳደወሉ እንዳፀሓፉ ፀሊኤዮ ስቕ ኢልካ ነኔ ስኢታት ከዓ ኣክሶ ሎም ምሸት ከዓ እንታይ ክገብር እትኦም ሕቶ ኣለኒ ኩሉ ግዜ ናብ ነፃ ዘማኽሩ ትካላት ኪዱ እየ ዝብል በቲ ናተይ ነፃ ግዜ ነፃ ግዜ የብለይን ባይ ዘ ወይ በቲ ናተይ ውልቂ ግዜ መሊሰ ቲክቶክ በቲ ይሰርሕ በቲ ዩቲብ ይሰርሕ ያ ሬስፔክት ክህልወና ኣለዎ ወረስፔክት ይሃልወና በጃኹም ክብረት ይሃልወና ቴንክ ዩ ሓቅኻ ኤሪ ቶሚ ሕጂ ብዙሓት ክሳብ ሎሚ በጃኺ ሓግዝኒ በጃኺ እዚኣ ፀገም ኣላትኒ እንዲኹም ትብሉኒ በቃ ክንደይ ትካላት ኣለዉ ብነፃ ዝሕግዙ እቲ ቪድዮ ናተይ እንድሕር ሓጊዝኩም መርሓባ እንድሕር ኖኖ ካብኡ ንላዕሊ ኢና ንደሊ ግዴታ ትብሉ ኮንኩም ከዓ ሎሚ ምሸት እንድዒ ክንፍትኖ ኢና እምበር ቅድሚ ሕጂ ክንደይ ፈቲነ ነይረ እንዴ ቅድሚ ሕጂ ዝፈተንክዎ ክነግረኩም እየ ዘይሰለጠ ሕጂ ከዓ ሓሲበዮ ዘለኹ ክነግረኩም እየ ነፃ ኮይና ግልፂ ትራንስፓረንስ እያ ኣይ ሆፕ እንድሕር ሰሊጡ ፅቡቕ ወላ ሓደ እንድሕር ከምኡ ከዓ ዘይሰለጠ እቲኣ ጉዳይ ተዓፅያ ኣላ ዋን ቱ ዋን ኮንታክት ከቢድ እዩ ስለዚ መሊሰ ክፍትን እየ ሎሚ ካልእ ሓሳብ እዚ ሓሳብ ከማን ብኣምሆይ እዚኦም ፎሎዋናተ ዘማኽሩኒ እዩ ዝነገሩኒ እዮም ወይ ምሻለኩም ከምዚ ቀጻሊ ስለ ዝብሎም ከምዚ ጸገም ኣሎ ኣነ ቪድዮ ይሰርሕ እቲ ሰብ ግን ሽሕን ሚእትን ሕቶ ይሓተኒ ኣነ ግን ዓቕሚ ኣይኮን ፕራይቨት ግዜ ክድውለሎም ብነፃ ከዓኒ ብነፃ እንዲዮም ዝደልይዎ ኩላቶም እዚ ዘይ ረስዕዎ እስኻ ከማን ብነጻ ኣብ ሓደ ድኳን ኬትካ ክስታይ ወይ ሰርቪስ ዝኾነስኒ ብነጻ ዝበሃል የለን ብሓጺሩ እያ እቲ ብነጻ ዝበሃል ከኣ ድሮ ኣብ ዩቲዩብ ኣሎ ኣብ ቲክቶክ ኣሎ ኣብ ክንደይ ደብዳቤታት ኣብ ኣጆና ቴሌግራም ሓዲገልኩም ብቪያቡን ክንዲጉን በብዓይነቱ ኣርእስቲ ኣብኡ ሸፊነ ኣለኹ ካልእ ከ እንታይ እየ ሸፊነ ብዙሕ ነገር ኣይ ዶንት ኖ ኣይዝክሮን እየ ከማን ንባዕለይ ቤቨያቡን እወ ቤቨያቡን ካልእ ከማን እንድዒ ብዙሕ ኣርእስትታት ኣብኡ ጽሒፈልኩም ኣለኹ ከምዚ ኣነ ከዓ ናይ ሓባር ነቲ ሕብረተሰብ ክሕግዝ እየ ዝደሊ እምበር ንውልቂ ሰብ ቢዝነስ ፕላን ጸሓፍለይ ሬስቶራንት ክኸፍ ከምኡ እዮም ዝሓትኻ ኣይሓፍሩን እዮም ቢዝነስ ፕላን ከምዚ ሓሲበ ኣለኹ ድኳን እሞ ቢዝነስ ፕላን ኣድልኒ ኣሎ ንለቃሕ ባንክ ድዩ ዘድልዮም ወይ ነዚኦም መንግስቲ ዝሕግዝዎም ድዮም ቢዝነስ ፕላንስኒ ምሳይ ኮንክስ ኮፍ ኢልክ ጽሓፍለይ ብነጻ ያ ከምኡ እዮም ዝሓቱኻ ኩላቶም ከዓ ተሸጊሮም ናይ ብሓቂ ማለት ኣይኮኑን በቃ ቴክ ኣወይ ጊቭ ኣወይ መሲልዎም እዮም ዝሓቱኻ እዚኣ ከዓ ኣስተብሂለ ኣለኹ ድሕሪ ዳርጋ ክልተ ዓመት ደይ ብነጻ እዩ ዓይነት እዩ ምሽ ኣለኩም እዚ ከዓ የለን ብነጻ ተረዲኹምኒ ንሂዩመን ሄር ክንገዝእ ከለና ሓደ ቅጭጭ ኣይብለናን እዩ ንጨርቂ መርቂ ክንገዝእ ከለና ሻሕ ነብሎ ኣብ ከምዚ ግን ምኽሪ ድዩ ትምህርቲ ድዩ ገለ ክንደሊ ከለና ግን ነቲ ሰብ ብጥርሑ እንዳቐረበልካ ትዝልፎ ብነፃ ከዓ ዝያዳ ሰርቪስ ትደሊ እዚ ከዓ ኣይከውን እዩ በቃ እዚኣ ትኽብትኽ ዩ ነው ኤንድ ካልእ እንታይ ነይሩ ክብለኩም ዝደለኹም ያ ቢዝነስ ፕላን አ ሬስቶራንት ከዓ ድለየለይ እባ ገለ እ፣ መጀመርያ እዩ እዚ ነይሩ ገዛ ንሬስቶራንት ንደሊ ኣለና እሞኒ በጃኺ ሬስቶራንት ድለየልና ገዛ ዋይ ዋይ ኣነስ ይገርመኒ እዩ ውይ ውይ ውይ እ፣ ኣልሜኖ ዝተሸገረ ሰብ ከማን ወላ ሓደ ዘ- በዓልቲ ሬስቶራንት እ፣ በዓልቲ ገንዘብ ማለት እዩ ኣነ እንታይ ኢለ እየ ክደልየሉ ከም ሓገዝ እያ እሞ ናብ ካሪታስ ከምኡ ሕተቶም ንሳቶም ክስሕቁኻ እዮም ኣንኳይ ኣነ ሶ እዚ እቲ ሓቂ እዚ እቲ ዘጓንፈካ ኤንድ ያ በቃ ስለዚ እቲኦም እትፅሕፉለይ ዘለኹም ከዓ ጠጠው ኣይብልን እዩ ዓሰርተ ግዜ ከምኡ ከም ደርፊ እንዳተዛረብኩ ቅያር የለን ሎሚ ሕጂ ከማን ክንደይ መፂኒ ኣሎ በጃ ክባ ተመለስኒ ቴሌፎን ክባ ስደድለይ ድሓር ከዓ ጠንቂ ይመፃካ ቅድሚ ሕጂ ከምኡ ገይረ ኣለኹ ክንደይ ከምኡ ገይረ ግን ኣይተሓጎስኩሉን በቃ ኣይተሓጎስኩሉን ኣበይ ኣለዉ እዚኦም ከኔ ኣበይ ኣለዉ እቲ ሕቶ ተረዲኹምኒ ስለዚ እንካን ሃባ ናይ ዓለም ጥራይ ዝክብለኩም ከምቲ ኩሉ ግዜ ዝብሎ እንካን ሃባን ካብ ዘየለ ዝያዳ ሰርቪስ ከዓ የለን በቃ ቅድሚ ሕጂ ካልእ ኣጋባብ ነጊረኩም ነረ ብነፃ ክትረኽቡ እንድሕር ደሊኹም ከምዝን ከምዝን ከንተጌርና ኢለ ቪድዮ ሰሪሐ ልፍ ኢለ ሓደ ሰብ እዋሕ ጽቡቅ ሓሳብ እዩ ኣይበሉን ኣብዚ ኣብዚ ቲክቶክ እንድሕር መጺኻ ግን ኩላቶም ከመይ ትረኽቦ እዚ ሓሳብ ሓደ ሓደ እወ ጽቡቅ ሓሳብ ይብሉኻ ኣብቲ ኣይ ዩቲብክ ምስ ከድካ ከኒ ማንም ሰብ ዝብልሰልካ የለን ኣሎራ መትሓዚ ሲኢነ ኣሎ ኣነ ኣነ ከኣ በቃ ጉዳይ ክገብር እየ በቃ ከምቲ ንስኻትኩም ጉዳይኩም ትገብሩ ኣነ ከኣ ጉዳይ ክገብር ሕሸኒ ካልእ ከኣ ኣርእስቲ እንታይ ክንሕግዘኪ ከኣ ትብሉ ኣለኹም ገሌኹም ኣርእስቲ ኣርሙለይ ኣነ ብትግርኛ እየ ዝጽሕፎ ግን ጥዑይ ኣይኮነን ሼር በልዎ ናብቲ ሰብ ሕብረተሰብ ክበጽሕ ንዓይ ኢልኩም ዘይኮንኩንስ ነቲ ሰብ ኢኹም ትሕግዙ ዘለኹም በቲ ከኣ ንዓይ ብዝተዛወር መገዲ ከማን ንዓይ ትሕግዙኒ ኣለኹም ማለት እዩ እቲ እቲ ዝሰርሖ ዘለኹ እቲ ግዜ ዘጥፍኦ ዘለኹስ በቃ ኣብ ጽቡቕ ክውዕል ማለት እዩ ካልኣይ ካልእ ከ እንታይ ነይሩ ብዙሕ ነይሩ እቲ እዚ ኣርእስቲ ካልእ ከ እንታይ ነይሩ ያ ወይ ሕቶታት እወ ሕቶታት ሽሕን ሚእትን ኣለና ኣብ ዝኾነ ቪድዮ ሕቶ ይሓተኩም ሓደ ሰብ ዝምልስ የለን ብውሽጢ ጽሒፍኩም ግን እንተ ኣበይ ደኣ ዘይምልስለይ እንታይ ደኣ ዘይትምልስለይ ወይ ኣብዚ መጽኦም ከዓ ቅድሚ ሕጂ ጽሒፈልክስ ከይመለስክለይ ዋ ኩንትራት ኣለኒ ድዩ ምሳኻ ሓወይ ማዕረ እቲ ቪድዮ ርኢኻዮ ዘይትፈልጥ እቲ እቲ ሕቶ ዝመጻኒ ከኣ እባ ብዙሕ ግዜ ኣብቲ ቪድዮ ዘሎ እዩ እቲ ሕቶ ዝመጻንስ ድሮ ኣብ ዝኾነ ቪድዮ ከም ኣርእስቲ ኣምጽኤዮ ኣለኹ ኣሎራ ከምዚ ኩዳ ዓይነት እዩ ኣነ ቪድዮ ይሰርሕ ንስኻትኩም ግን በብሓደ ኣብዚ ላይፍ ሕቶ ክተቕርቡ ትደልዩ ሶ እዚ ከኣ ኣይከውን እዩ መዳኸሚ ጥራይ እዩ መዳኸሚ ጥራይ እዩ እዚ ጉዳይ ነው ሶ ኤኒዌይ ፅንሕ ኢለ ክምለስ እየ ሕጂ ኣብ ደገ እንደ ዘለኹ ገዛ ምስ ኣትና ክስታይ ኣብኡ የራኽበና ሰሰናየ ትምንየልኩም ሶቪዞ ኣብ ኩሉ ትርእይዎ ኢኹም ማለትስ እቲ እዚ ዝብሎ ዘለኹ እዚ ተደጋገመ እዩ ደሓን ጠጠው ነብሎ ኣብ ካልእ ቪድዮ ከማን ትረኽብዎ ኢኹም ስለዚ ሰሰናየ ትምንየልኩም ቴንክ ዩ እዚኣን ዝበልኩን ግን ሓደ ሓደ ምሳይ ትሰማምዑ ሓደ ሓደ ግበሩ ባኻ ያ እዚኣ ኸኣ እስከ

Thank you እዋ ሓደ ሓደ በቃ እትኦም ካልኦት ከኣኒ ስቕ ኢሎም ኣልስ ጉድ Thank you ባይ የቐንየለይ ከምኡ የራኽበና ብሽፔታ እዚን ኣርስቲ ሒዘ መፅየ ኣለኹ Thank you ኩላትኩም ሓደ ዝገበርኩም Thank you ኣብዚስ ንረዳዳእ ኢና ኣብቲ ግብሪ ጥራይና